ዝንበይ ኩሉ ሰዶ ዝዓቕለይ እዚኦምን ካልኦትን ኣብዚ መደብ እዚ ክንርኢና ሰናይ ምክትታል ሰላም ሰላም ጋይ ሳመይ ትኾኖ ናለ መዓልቲ ቪድዮታትና ብጣዕሚ ደስ ደስ ዝብሉ ለምህሩን ብጣዕሚ ዘዘናግዑን ቪድዮታት ክትለኹ መፅአን ኢኹ ከተመችኩም ላይክ ግበሩ ቻናል ተፈቲኹማ ድማ ሰብስክራይብ ምግባር ኣይትረስዑ ንኽላ ቪድዮና
ኣትደይ ሎምስ ኣመና እምበር ናፊቐኪ በዛ ዓይነይ ክትወጽ ደሊኺ ግዲ ግዜ ነዊሒኒ ኮይኑስ ምኻእ ስኢነ ናፍቖት ኣደይ ዓለመይ ኣደይ ዝብል ቃል ከልዕል ከለኹ ንብዓኣ ትስዕረኒ ነብሰይ እውን ገብገብ እብለኒ በቲ ሓደ ወገን ከዓ ይሕጎስ ኣደይ ዓለመይ ክንራኸብ ኢና እኮ መዓስ ምዃና እየ ዘይፈልጣ እምበር ምርኻብና ኣይተርፍን እዩ ጥራይ ዕድመን ጥዕናን ይሃብኪ ኣደይ ትኣድጊ ኣለኺ ዲኺ ከም ናይ ኣኣ ዝገደፍኩኺ ደለኺ ኣደይ ፍቅሪ ንስኺ ለዋህ ኢኺ ንዓይ ንስኺ ብሌን ዓይነይ ኢኺ ንስኺ ዓለመይ ኢኺ ንስኺ እኮ ንዓይ ኩሉ ነገረይ ኢኺ ኣደይ ዓለመይ ኣጆኺ ኣነ ወድኺ ሰላም ኣለኹ ኣደይ ዓለመይ ዋላ ሓንቲ ብጀካ ናትኪ ናፍቆት

ቶፕ ሰቨንቲ ቶፕ ሰቨንቲ ናይን ገለ ይወጽእ ኔረ ቶፕ ሰማንያ ገለ።
ቶብ ሰማና። እወ ቶብ ሰማንያ እዚ ቅድሚት ኮንካ ምውጋእ ኣይፈቱን እየ ብነብሰይ ማለትሲ ካብ ስትረስ ክድሕን ኢለ እንታይ ይገብር ድሕሪት እየ ዝወጽእ ጭራ ወይ ደጋፊ ጭራ ኮንካ ክላስ ምልእቲ ከም ሞኒተርን ከም መምህርን ኮንካ ትኹብኩቦም ስድራኺ ከ ደሃየይ ኣለዎም ዶ ማለት ታሪኸይ ገለ ኣለዎም ዶ? ታሪኽካ እዋ ታሪኽካ እኮ ኩሉ ሰብ እዩ ዝፈልጦ ምሽ እንታይ ኢኻ ጌርካዮም ክፈልጥ ኣይክእልን'የ ሽምካ ብጣዕሚ እዩ መርሮ እንታይ ትዛረብ ኣለኺ?
ብፍላይ መሓዙተይ እዋ ክርኢ ክሉ ከመይ ጌርኪ ኢኺ ምስኡ ትኸዲ ክብላ ተኸኸን ኣቢለናኒ ኔእ በልየ ንሳ ክገርመኪ ተረዲእኽኒ መሓዙትኪ ካብ ሕቑፎኺ ቦግ ኣቢለን ከይወስዳኒ ክትከናኸነኒ ክትክእሊ ኣለኪ መንገብገብኪ ከይሰልዖኦ ተረዲእኽኒ ኣለኺ እዋ ደላይየይ ንዓይ ብዙሕ እዩ ተጠንቀቂ ኣነ ንስክን እዚ ፍቅርና ዶ ሓሳዳ ተብዝሕ ኣሎ ማራ ዶ ሓሳዳ ተብዝሕ ኣሎ ሓሳድ ካኣ ኣይፈቱን እዩ ትፍትፍ ንጸጋም ትፍትፍ ናብ ጸጋም ትፍትፍ ናብ ጸጋም እንታይ ዳኣ ሓሳድ ኩሉ ግዜ ንጸጋምን ንጸድፍን ጥራሕ ክትእትዎ ኣለካ ቀልጢፍና መርዓና ንግበር ኣነ ቀልጢፈ ችክሰይን ኪድሰይን እየ ክሓቁፍ ዝደሊ
እንታይ ዝጨኑ ደሎ እንታይ ዝጨኑ ደሎ
እዘን ጫማ እዚአን ሲ ምስ ሰብ እምበር ምሕዋስ ከሊኤናን ጫማ ድዩ ተኽእሎታት ኣሎ ገርመኪ እዩ ፈንየን ምስ እንታይ ሽታ መሮር ኣይተረዳኣንን ብዝኮነ ግን ክትጽፍፍ ኣለካ። ዋሓዲኡ ምግባር እዩ ሕጂ ወይ ተን ጫማ ምስዳደን እዩ ወይ ተን እእጋር ምስዳደን እዩ ተወዲኣ ሬተሬተ ጫማ ካኣ የለን በጃኺ ኢለኪ ሬተሬተ እኮ ጽቡቅ ምሰተረልና ኔሩ። ስድራይ ከምኡ ይፈትዉን እዮም።
ዋእ ናይ መን ስድራኸ ከምኡ ፈትዉ እንታይ ዝገበሩ ስድራ እዮም ባጎኑ ጎሲስክሎም ክትኣትዉ ካብ ጽባሕ። ነሽነሽ
ኣንታ።

ሓቂ እንድሕር ድኣ ነጊርካዮ ህዝብና ክሰምዕ ኣይደልን እዩ ህዝብና ጸግዒ እዚ ብ ደገ ዘሎ ጸግዒ ሒዝካ ጉሩፖ ፈጢርካ ብ ኣውራጃ ክስታይ ጌርካ ባቃ ከምኡ ጥራሕ እዩ ዝርድኣካ ምጽራፍ እዚ ሓይሊ ኣይኮነን ነንሕድሕድና ክንጻረፍ ክንብ ወላ ሓንቲ ኩላትና ስደተኛታት ኣብ መወዳእታ እንታይ ኣለና ዓዲ ሓፍትና ከነ ንሕና ኣይንክእልን ኣብ ሰዓት ስንሕና ኣሕዋትና እኮ እየን ኣብ ሊብያ መጻወቲ ኮይነን ዘለዋ እንታይ ማለት እዩ እዚ ብዓረብ እጻወት ዓረብ ጓል ዓሰርተ ሽዱሽተ ዓመት እኳ እያ ተዓሚጻ ብሊብያውያን ጠኒሳ ብቀዳማይ ሸር ኢለዮ ነይረ ሓፍትኻ ኣብ ኣዲስ ኣበባ እንታይ ኮይና ኣለና ኣብ ዩጋንዳ ኣብኡ ሪጋ ዳር ትርኢት ሪጋ ተሰሪዕና ዝደይኮና ንሕና ክንደይ ከነድሕን ክኢልና ካላን ተተጎቲትና ንስደት ወፂና ሕጂ ኣብዚ ሰብኡት ኮይና ኣብዚ ጀጋኑ ኮይና ኣብዚ ከዓ ነንሕድሕድና ንባእስ ኣለና ስልጣን የብልና ሓይሊ የብልና ዓዲ የብልና ኣብ ስደተኛ ኮንካ እንታይ ዓይነት እንታይ ስልጣን እንታይ ዓዲ ኣለካ የብልካ ስደተኛ እንዲኻ እንታይ ኣለካ ተሰዲድካ እኳ ኢኻ ተጓሒፍካ እኳ ኢኻ ንደቅኻ ከማን ንመፃእሲ ነዞም ኣብዚ ትወልዶም ዘለኻ ቆልዑሲ ድሕሪ ዓሰርተ ሸሞንተ ዓመት እንተድኣ ከምዚ ዘለዎ ነገራት ቀጺሉስ ድሕሪ ሓሙሽተ ዓሰርተ ዓመት እኮ ደቅኻ እኮ ናትካ ኣይኮኑን ኣብ ኤሮፓ ደቅና እኮ ናትና ኣይኮኑን ኣብ ኤሮፓ do you understand that guys ኣብ ኤሮፓን ኣብ ኣሜሪካን ዝወለድካያ ቆልዓ እኮ ኣብ መወዳእታ እኮ ኣሜሪካዊ እኳ እዩ ጀርመናዊ እኳ እዩ ሽወደናዊ እኳ እዩ እንታይ ኣለዎ እንታይ እንታይ ማለት እዩ ኤ- ኤርትራ ክብለካ እዩ ሽዑ እንታይ ሃትለን ደላ ክብለካ እዩ ቋንቋኻ ክሰምዖ ይደሊ ዓድኻ ክሪኦ ይደሊ ዋ ከዳ እዚ ዘይኮነን ክውንነት ናትና ስደት ንግደት እዩ ዝመስሎ ብዙሕ ሰብ ኣብ ስደት ንወልዶም ቆልዑ ፈቲኹም ጸሊእኩም ቴስዓን ትሽዓተን ፐርሰንት ናትና ኣይኮኑ ዓሰርተ ሸሞንተ ዓመት ምስ መልኡ ዓሰርተ ዓመት ምስ ገበሩ ዋ ኩላ ሰብ እኮ ብዚ እኮ ትጽሊ እኮ እያ ኩላ ዝወለደት እኮ እዞም ዝወለዱ ኣምላኽ እ፣ ኩሉ ግዜ ምስኦም ይኹን ኢንፋክት ግን ኩላትና ኣብዚ ምስ ወለድና ሰባት እንታይ ንኸውን እዋይ ወደይ ከምዚኣ ዶ ኸውን ስማዕ ክነግረካ ኣብ ኣብ መን ኢኻ ትብሎ ኣብ ቤት ትምህርቲ ደቅና ኣብ ቤት ትምህርቲ ረኣዮ ኤርትራውያን ድዮም ጀርመናውያን ድዮም ገለመለ ድዮም ከምኣ ገይረ ዝፈትዋ ጓል ኣይነበረትን ኣብ ዝበጽሐ። ኣታ በርሀ ደኣ ንመን ከ ዘይትፈቱ ነበርካ ሽዑ ደኣ ዋእ ከምኣ ኢካ ከኣ ኣለካ ተቀይርካ እንድሕር ኢካ ዋእ ከመይ ገይርካ ከም ዝመንጠልካኒ ክሳብ ሕጂ ክዋዓጠለይ ኣይክእልን እየ ዋእ በርሀ ከምዚ ናይ ሕጂ ደለናያ ድራዕሲ ኣሲና ባይ ትቁጸሮ ሽዑ ደኣ ከመይ ኢለ ነይረ ቃላጽ ምእንጋድ ክትዝክሮ ኔርካ። ዋእ ሽዑ ሓቂ ዘረባ ካብ ኩላህና እቶም መንእሰያት ንስኻ እንዲኻ ትረእ ኔርካ ቅልጽም ኔሩ ናይ ስፖርት ኔሩ ኣብዚ ቅርጺ ቅርጺ ኔርዎ ሽዱሽተ ቅርጺ ኔርዎ ሕጂ ግን ሓንቲ ተቀይራ እቶ ደቅኻ ከመይ ኣለዉ።

ደሓን ደሓን ሓንቲ ቤት መግቢ ከፊቱ ከሲሩ ሽግር ኣትዩ ገለ ኢሎም ልዕል ኢሎም እወ መቸም ሓቂ ዘረባ መጀመርያ ሽግር መፅ እሞ መዳየቦ ከዓ ፈጥር ከም ዝበሃል ኣብቲ መጀመርያ ከምኡ ዓይነት ሽግራት ኣጓኒፉኒ ደሓር ግን ብዝኾነ ኣምላኽ ይመስገን ንኹሉ ነገር ተሓሊፉ ተሓሊፉ ተሓሊፉ ሕጂ ኣብ ደሓን እየ ደሓር ንስኻ እኻ ሪስኩ እኮ ኣይትፈርሕን ኢኻ ወላ ብዓይኒ ዓይኒ ክትሸይጥ ትኽእል ኢኻ እኮ ንስኻ

ምስ ዋላ ሓንቲ ነገር ከታሓዞ ዘይክእል እምበር እብለኪ ምስ ዋላ ሓንቲ ነገር ክታሓዝ ዘይክእል ኣነን ንስኽን በይንና ኣብ ገነት ኤደን ዝኣተና ኮይኑ እዩ ዝስምዓኒ ብየማንና ጸጋምና ዋሓይዝ ሩባታት እናዋሓዝ ማእለያ ዘይብሎም ፍሩታታት ሓትንኦም ትቁጸሮም በዓል ሜለ በዓል ኣራንሺ በናናታት ልክዕ ከም ሰራዊት ደድሕሬና ዓጂቦምና እንዳኸዱ እዩ ዝረኣየኒ መላእኽቲ ክንፎም ካበይ ናበይን እቲ ሓደ ዳርጋ ሰላሳ ሜትሮ ዝኸውን መልኣኽ ብየማን ብክንፉ እናንሳፈፈ ዓለም ንፍቑራት ትኹን እናበለ ይኺድ። እዚ ኹሉ እናረኣኹ እንከለኹ ሃንደበት በየን ዝመፁ እዮም ብኣካል ፅልማት ዝመፁ ፀረ ፍቕሪ ኢና ዝብል ኣብ ኣፍ ልቦም ሽቦም ዝተጠቅዖም ዓብዪ መቐስ ፍቕሪ ናይ ጀርዲን ዝመስል መቐስ ዝሓዙ ተወርዊሮም ናባየ መፁ ልል ካባኺ ፈልዮም ክሳደይ ኣይቅንጥቡንን ሽዓ ዝባህረርኩ ሕጂ ተበራቢረ እየ ዝድውለልኪ ዘለኹ። ኣየ ቢንያም እሞ ደሓን በቃ ኣነ ውን ደሓን ቅርብ ደይ ናፊቐካ ኣለኹ ሎማዓንቲ ሓራይ በቃ ንራኸብ። እሞ
ሄሉ ሰዓት ሸውዓተ ሎሚ ተተራኽብና እንታይ ኣሎ።
ሎማዓንቲ ጽባሕ ደይ ትኾነልና ቢኒ

ሕራይ ጽቡቕ ኣይዶንግርን። ቀዲመ ክሎ ከኣ ነፍቲ ቆጽር ፈረ። ክትርእዮ ካብ ዘይትደሊ ዓይንኻ ክትዕምት ትኽእል ኢኻ፣ ክስምዓካ ካብ ዘይትደልዮ ግን ልብኻ ክትሽፍን ዝከኣል ኣይኮነን which means ንሓደ ሰብ ብሎክ ጌርካዮሲ ካብ ልብኻ ኣውጺኻዮ ማለት ኣይኮነን ይመስለካ እዩ ሞሽን ከምዚ ስምዒትን ከብድን ጠላማት እዮም ጋይስ ከብዲ ከይትኣምንዋ ፋዱስ ኣፍሪዕኹማ ሰዓብ ሽዱሽተ ሃቡኒ ትብለኩም ከንቢል ብልፒስ ኣፍሪዕኹማ በቃ ካልእ መዓልቲ ካልእ ታክቶ ልክዕ ሞሽን ከኣ ከምኡ ስምዒት እዩ ሕርቃን ሎሚ ይጸንት ጽባሕ ገድፈካ ይቀያየር እዩ ዝና ኔቸር
ክትስዕበኒ ደሊኻ ያ
እንደዚ ከደፋኣልኪ እዩ ኣብ ኢድክ እንታይ ኣነ እንታይ ናትክ ሓፃብ ዋርድያ ድየ
እሞ እግረይ ሕሸካ

ባዓል ካርማ ባዕ እሲ ክገለ ተዋራጂ ክገለ ማለት ድዩ ሕጂ ብልዒ
ይበዳል
ክሳብ ክንደይ እስካሕካሓካ ንዓኻ ኣብዚ ቲክቶክ ንሪኦ ዘለና ፀርፍታት ኣሎ ናይ ፀይቂ ዘረባ ኣሎ እዚ ፆታ ዘይፈሊ እዩ ጓል ኣንስተይትስ ክብርቲ ኢና ንሕና ንፈልጣ ኣብኡ ወጽየን ኣፈን መሊኤን ናይ ጽይቅኽ ዛረባ ሕንከት ዘይብሉ ነቲ ሕእሞ ኤርትራውያን ኢና ንሕና እዚ ቀሊል ነገር ኣይኮነን ሓደ ካብቲ መለክዒታትና ሲ እቲ ድስፕሊን ስነምግባር ካብ ወለድና ዝወረስናዮ እሱ እዩ ህብረተሰብ ኣብ ኣገላልጻ እንዲና ህብረተሰብ ድማ ምስ ኩሉ እዩ ዝተኣሳሰር ምስ ምሕደራ ይተኣሳሰር ምስ ኣከዳድና ይተኣሳሰር እንድዩ ናህካ መለለዪ ስለ ዝኾነ ሕጂ ንሕና ንብል ዘለና እዚ ሰብሲ መብዛሕቲ ግዜ ካብ መስመር ወጽዩ ዝዛረብ ፍትው ኣይኮነን ይብል ኣነ ወይ ስለ ዘይፈልጥ እዩ ዓቢ ጸገም እዩ ባዕሉ ዘይምፍላጥ ካልኣይ ነገር ከኣ ስድራቤታዊ ኣተዓባብያ ዘይብሉ ክኸውን ይኽእል ወይ ከኣ ቁዩም ይኸውን ሱይ ኢሉ ባዕሉ ቁዩም ሰብ ምሽ ኣሎ ሓንቲ ካይገበርካዮ ሱይ ኢሉ ዝቅየም ሱይ ኢሉ ቂምታ ዝሕዝ ቂምታ ዝሕዝ ሰብ ከኣ ልክዕ ልክዕ ክሰርሕ ኣይክእልን እዩ ምክንያቱ ጉድለት ይስምዖ እዩ ስለ ከምኡ እዩ ተቀይምኖ ሰብሲ ተጋግዩ ውን ክጸርፈካ ይኽእል ከምዚ ጸርፊ ናይ ባህሊ ን ሰነፍ ኢካ እስካ ሓሚቅካ ኣብ ስራሕ ገለ ክብለ ንዚ ካልእ ትርጉም ገርካ ተምጽኦ እንድሕር ኮንካ ሕሙም ኢካ ማለት እዩ ምናልባት ሰብ ጸርፊ ናይ ጸይቂ እምበር እሞ ንሱ ብከምኡ ተይሽርፍዎ እቲ ዓይነት ናይ ሰብ ሰብ እኮ እዩ ኣተዓባብይኡ ወዲ ስድራቤት ኣይኮነን ናብ ድሕረ ባይትኡ ከኣ እኮ ክትፈልጥ ኣለካ እቲ ሰብ እኮ ብጸገሙ እዩ ከምኡ ዝዛረብ ሰብሲ ካብ ባህሊ ዝወጸ ምስ ሰብ ክሰማማዕ ዘይክእል ዘረባ ዝዛረብ ፍትዩ እኮ ነንዘሩ ዝደፍኦ ኣሎ ከም በዓል ዘይምፍላጥ ከም በዓል መሰረት ተዓባብያኻ ዘይጥዑይ እእ ተስፋ ምቑራጽ እእ ኣይኮነት ኣይትኾነለይን እያ ዓለም ንኹሉ ፋሕ ካብ ዝበለሲ እንታይ እያ ተወንየ ጣቋ ዘለዎ ዘረባ ዝዛረብ ኹሉ ነገር ስኢነ ምኽንያቱ እንታይ ኮይኑ ይስመዖ ሕጂ ንሱ ከምኡ ምስ በለሲ ከምዚ ሕነ ዝፈዲ ዘሎ ንቶም ዝሓለፍዎ እቶም ናብርኦም ዘመሓይሹ ሓዳር ዝገበሩ ወይ ምናልባት እተን ደቂ ኣንስትዮ እውን ንዐን እውን ብጥንቃቐ ንዛረበን እተን ደቂ ኣንስትዮ ናይ ፍኹሰስ ኢልካ ቅለት ሰድካ ዘረባ ክዛረባ ከለዋ ፈትየን ኣይኮናን ምናልባት ሓዳር ዘይኮነለን ድኹም ኣተዓባብያ ዘለወን ኣብ እምነተን ድኹማት ባህሊ ካብ ባህሊ ዝረሓቐ ሰብ እንድሕር ኮይኑ ንሕና እኳ ጠቕላሊ ኢና ንዛረብ ዘለና ሰብሲ ቫልዩ ናይ ህብረተሰብ ዋጋ ዘይፈልጥ እዚ ብደረጃ ዓለም ኢና ንሕና ንዛረብ ዘለና ብደረጃ ኤርትራ ብደረጃ ዓዲ ጥልያን ኣይኮነን ሰብ ናይቲ ህብረተሰብ ክብረት ዘይሕሉ እንድሕር ኮይኑ ባዕሉ ክብረት የብሉን ትዘራርብዎ ተኾስኮስ ስድነት ስኢልካ ካብ ምስመር ዝወፀ ስለ ዝፀልኣካ ጥራይ ኣይኮነን ስለ ነብሱ ዝፀለኣ እዩ ምክንያቱ ቫልዩ የብሉን ንሱ ምናልባት ሕጂ ንብል ዘለና ንሕና ሰባት ስለናዕቕና ኣይኮን ዋጋኻ እንድሕር ኣነስ ዋጋ ኣይብለይን ድሕሪ ኢልካ እኳ ፅቡቕ ኣይዛረብን ኢኻ ምሽ ከምኡ ዝብሉ ኣለዉ ሓሪቖም ገለመለ
ሓደገኛ ትብሎ ሰማ ከመይ ዓይነት ዝኾነ ሰብ ሓደገኛ ኢልካ ትወስዶ ቀናእ ሰብ ከይፈለጥካ ዝቐርቦ ቀናእ ሰብ እዛ ሓደገኛ ብኸመይ ቅን ተኮይኑ ሕጂ ቅዱስ ተኮይኑ እቲ ንስኻ ገበርካዮ ክገብር ይኽእል ወይ ኣብቲ ንስኻ ደለካዮ ደረጃታት ኣበየ ነገራት ጉዕዞ ትጓዓዞ ስነ ጥበባዊ ኩን ነጋዳይ ኩን ሓኪም ኩን ኣብ ካልእ ካልእ ዓውድታት ውን ኣሎ እቲ ቅዱስ ቅነ ዝበሃል ነቲ ሰብ ብዛዕብኡ ቀኒእካ ንዕኡ እንትመስሎ ንኽትመስሎ እተካይዶ ጻዕርታት ኣብ ሓደ ደረጃ ከብጽሕ ይኽእል። ኔጌቲቭ ቅነ ከኣ ኣሎ። እቲ ሰናይ ዘይኮነ ቅንኢ። ሕስድና። ሕስድና ዋላ ንበሎ ከምኡ ዓይነትስ ሓደገኛ እዩ። ምንታይ ኣብ ምንታይ ሓደጋ ከውድቐካ ከምኡ'ውን ኣይትፈልጥን። ኣብቲ ከባቢኻ ዘሎ ካብ ቀናእ ሰውረና ይደብለኒ ኩሉ ግዜ። ካብ ኩሉ እቲ ዘሕርቐካ ነገር ናይ ቀናኣ ዘይፈወሶ ምንባር እዩ። Exactly።
ሄሎ ጨጎራ ዮው ፋጨ። ጨጎራ ሚእትን ዒስራን ሚእትን ዒስራን ቪድዮ ሰዲድካለይ ገና ሰባሕ እኳ እዩ ዘሎ ዋእ ኣይትቁርስን ዲኻ እታ። ፋጨ ፋጨ ኩለን ረኣየን እተን ቪድዮ በጃኻ ብፍላይ ሚካል ፖስት ኢላ ኣላ። ኣይምልከተንን እዩ ናይ ሚካል። ሚካል ሓጺር ክዳን ጌራ ተሳዕስዕት ንዓይ እንታይ ክገብረለይ እዩ። ጨጎራ ዋእ እንታይ ኢኻ ከጥዑይ ቪድዮ ዘይትሰደለይ ዝሙት ጥራሕ ዋእ እንታይ እዩ እንታይ ገይረካ እንታይ በዲለካ ዝሙት ጥራሕ ሰደለይ መንፈሳዊ ነገር ኣይትሰድድ መንፈስካ ዳ ይሰለብ ጥዑይ ቪድዮ ስደደለይ ኣታ ዓሰርተ ተሪፈና ንለዋ ሰን ክሰደልኪ ሓደራኻ ካብኡ ጨጎራ ገንዘብ ስደደለይ ህይወት ከቢድኒ ኣሎ ገንዘብ ስደደለይ ሂወት ንዒቃትኒ ሂወት ብእምኒ እያ ተማስጎኒ ዘላ እንታይ ክገብረልካ ቲክቶክ ዝይትሰርሕ ያ ግደፈኒ ዓኽ ፋጨ ፋጨ ገንዘብ ኣይትበል እዚ እኮ ኤሮጳ እዩ ገንዘብ ኣይትበል ዋ ኣይ ዶን ኬር እዚ ከ ኣፍሪቃ እዩ ሰልዲ እምበር ቪድዮ ይትስደድ ንዓል ኣቡኽ ኣኣ ይትሕረቕ ኣይትሕረቕ ፋጭቲ ኣኣ ይትሕረቕ ተኽኢልካ ታብታብ ጥራሕ ግበር ዋ ታብታብ ግበር ዋ

ኣንታ ንዓኻ እንድየ እንታይ ኢኻ ተባዕቢስካለ ግዳ ናባኻ እየ መጽየ። ናባይ እያ ተደልየ ክመጽኣ። ጽቡቕ ጓል ኣጥንስካ ሰሚዐ። ኦኬ ሕራይ ጓል ከም ዘጥነስኩስ ክተረጋግጻልክን ዶ ክመጽኽን ኣብዚ? ንሱ ድኣ ኣረጋጊጸ እንድየ።
እሞ ተረጋጊጽክን ድኣ እንታይ ደሊኽን?
ሓንቲ ነገር ኣብ ሓንጎለይ እናተመላለሰት ድቃስ ዝኸልኣትኒ ኣላ እሞ ንዓ ከረጋግጽለ እየ መጽየ። ሕራይ ሕተታ እንታይ?
ጽቡቕ
እዛ ኣጥኒሰያ ትብል ዘለኻ ጓል

ዋይ ዞም ኣይብለን ኣሎ ታሕቲ ኮይኑስ እንተኮይኑስ ቅርፅኽስ ሙሉእ ድ ይብለኪ ነይ ጅም ገለ ትሰርሒ ከምሸ
እግር ኣለኒ ኢድ ኣለኒ ገንዘብ ከ ገንዘብ
ኣነ ስድስት ልንተ
ኣተ ሞት ዝያዳይ ገንዘብ ከሊኡ ደዳ እሞ ኢድን እግርን ከደኣ ከልኣ ክደድያ ፈጣሪ ቁርብ ይሓስብ እንዲ
ቅፅለ ክልልካ ንሰው እንታይ ክርዳእኒ እንታይ ማለት ከ ከምዚ ቅፅኒ ከምዚ ክብለከስ ከምዚ ሄለን መለስ ዲክስ ቆረተ ኩሉ ሰብ ባዕ ኩሉ ሰብ ፅቡቅ ቅርፂ ኣሎ ነናቱ ፅቡቅ ቅርፂ ኣሎ ናይ ገለና ሸመንተ በሸመንተ ኢና ኣርባዕተ በሸመንተ ኮይና እዚ
ኩሉ ሰብ ኣምላኽ ዝፈጠሮ ቅርጺ ክምጽእ ይደልካ ኣሎ። ሕጂ ንኣብነት ኣነ ሕጂ እዚ ዓርኪ ክሕዝ ተኾይነስ ሃብታም ክኸውን ኣለዎ፣ ሚልዮኔር ክኸውን ኣለዎ ገለ መለ ትብልስ ኣዩ ዳም ኣዩ ስቱፒድ ኣቦኹ ሰማንያ ዓመት ገይሩ ኣሎ ቅርሺ ግን ሓዘ ኣቦኹ ሰብዓ ዓመት ገይሩ ኣሎ ምስ ድኽነት ግን ትኽትንፋስ ይዕሩኽ እዩ

ሓደ ጓል ኣንስተይቲ ንዓኣ ወይ ከ ንዕኡ ኢሉ እዩ ዝፍጠር ማለት እዩ ሰበኸኒ ንዓይ ክተፈጠርኪ ኮይኑ ይስማዕ ንዓይ ከምዛ ጣማሓንዱ ብዙሕ እዩ ደላይኺ ብዙሕ ኣፍቃሪኺ ብዙሕ እዩ ኸ ንዓኺ ዝደልየኪ ግን ካብቶም ብዙሓት ከኒ ኣነ ወሳቲኺ ወይ ከን ኣነ ተመናይኺ ናተይ ምዃንኪ እሲ ልበይ ከምኡ እዩ ዝብለኒ እዚ ክትዕ እዚ ናይ እግዚኣብሔር ኢለ ዝኣምን ማለት እዩ ንስኺ ማለት ኣነ ማለት እየ ብዝኾነ ነገር ማለት እዩ ካርማና ማለት እዚ ናይ ህይወተይ በቃ ኣብ ህይወተይ ዓብ ገዛ እዚ ክሰርሖ ነዊሕ ግዜን ቦታን እዩ ዝወዘልካ ንክትነጥቆ ንክትነብረሉ ማለት እዩ ንስኺ ኸ መንደቕ ናይ ህይወተይ ናይ ልበይ ኢኺ ኣብ ቅድሚ ኣምላኽ ቃላት ክሓጥረኒ ንዓ ገልፀ ከይክእልነ መግለፂ ከማን የብለይ ናይ መወዳእታ ኢኺ ካድሮ ማለት በቃ ክትነብሪ

ኤርትራዊት ኣይኮንክን በዲኺ ትግራወይቲ ኢኺ በዲኺ ትግራወይቲ ኣቦኺ ስጋብ ዝቑርብ ግዜ ኣየፍለጠትክን ነይራ የሴፍ ይዕቢክ እምበር ኣቦኺ ኣይኮነን ኣደ ኢንድ ኦፍ ደደይ ግን ኣቦኺ ኦሮሞ ኮይኑ ጸኒሑ ተረዲእክዶ በልዒ ደቃ ኣቲ ወሊደ መኻን ወሊደ መኻን ጣል መን ኣዴኺ ክትዛረቢ ልዕሊ መን ኣዴኺ ኤርትራዊት ክትኮኒ እስኺ እኮ ትማል ትማሊ ነቲ ሰራዊት ኤርትራ ዝሓዝኩሞ ቅተልዎ ሕረድዎ

ካልኣይ ነገር ከኣ መኻን መኻን መኻን መኻን መኻን ዝበልክዮ ምምካን ናይ ኣምላኽ እዩ ውላድ ዝህብ እግዚኣብሄር እዩ ውላድ ዝኸልእ እግዚኣብሄር እዩ እግዚኣብሄር ይመስገን ኣነ ኣደ ስለስተ ቆልዑት እየ ከመይ ዝኣመሰሉ ብሩር ኣልማዝ ዝመስሉ ቆልዑ ኣለውኒ ነተን ዘይወለዳ ወይ ከዓ መኻናት ከዓኒ ወይ መኻን ትብልየ ንስኺ ከዓኒ ካብዚ ናትኪ ሂወት ናተን ሂወት ይበልፅ ጓል ዘለቀሽ ካብዚ ናትኪ ሂወት ኣጸቢቁ ናይተን ዘይወለዳ ይበልጽ ወላ ኣብ መኻን እንተ ዝኸውን ኔረ ኢትስ ናቹራል ብኣይ ኣይኮነን ጀሚሩ ብዙሕ ሰብ ክወልድ ይኽእል ከይወልድ ይኽእል ምርጫ ዩ ዘይምውላድ ናርስስስቲክ ብጣዕሚ ማኒፕሌቲቭ ስለ ዝኾኑ ኩሉ ግዜ እንታይ እዮም ዝገብሩ ዓው እዮም ዝብሉ እዮም ዝብሉ ሓቂ ዝዛረቡ እዮም ዝመስሉ ብዘይክኦም ካልእ ሰብ ዘሎ ይመስሎምን እዩ ኣብ ናይ በይኖም ዓለም ኣብ ናይ በይኖም ነገር እዮም ዝነብሩ በቃ ብዘይክኦም ካልእ ዘየለ በቃ እዚ ሕጂ ትዛረቦ ዝነበረት ብምሉእ ኣብ ርእሳ ዘላ ኣድያ ታብ ርእሳ ትስእላ ለይትን ቀትርን ኣብ ርእሳ ትስእላ ኣዱ እሳያ ምክንያቱ ካብኡ ንላዕሊ ወላ ሓንቲ ክትሓስብ ኣይትኽእልነ ካብኡ ንላዕሊ ብዛዕባ ሰባት ክትሓስብ ኣይትኽእልነ ስለዚ ኣነ ከዓ ናርሲሲስቲክ ዲልን ዊልን ኣይገብርን እየ ምክንያቱ ካብ ከምዚ ዓይነት ሜንታሊቲ ወይ ከምዚ ዓይነት ሕሙም ሓንጎል ቀደም ተፈዊሰ ኣነ ኢቨን ብዙሕ መፃሕፍቲ ብዛዕባ ናርሲሲዝም ስለ ዘንበብኩ ንናርሲሲስቲክ ዝኾነ ናተይ ሓንቲ ድሮፕ ፊሊንግ ክህቦም ኣይደልን እየ ምክንያቱ ኢፍ ይ ዶንት ሃቭ ዳት ይ ዶንት ሃቭ ኒ ፓወር ኦን ዩ እንድሕር ናትካ ፊሊንግ
ኣታ ታይ ዓይነት ፍጥረት ኢኻ እስኻ እታ ዲል ዋእ ኣነ ዓለም ሙሉእ ደለዉ ደኳትረ ጣይቅ ጀምዓይ ልኢኸ ብብራይቬት ዶክተር ክሕክማ ኢለስ እስኻ ኣብዚኣ ጣንጡ ተነኺስካ መጥባሕቲ ልኡዝ ዝልካ ሕክምና ክትእትዋ ኣታ እስኻ ታይ ፕራይቬት ዶክተር ክተምፅእ ወደይ እስኻ እስኻ ፕራይቬት ሽግር ኢኻ ተምፅእ እሂ እንታይ ኾንካ ኣታ ካብ ነዚ ተወልድ ሳምና ዓፊርካ ደይ ተቐትሎ ነበርካ ወደይ እሱ ደኣ መሪፅካ ኣይትወልድ ተመሪፅካ ኣይትውለድ እምበር ኣቦኻ ንዓኻ ክወልደካ ሓሲብዎ ነይሩ እዩ መንጎላ መሪፅካ ተተኾንካ ካባኻ መን ምመረፀ ነይሩ ካንጋሮች መርጽካ ንዓኻ። ክላእ ካልእ ተተረፈ እስኻ እኳ ምመረጽካኒ። ኣሕ
ኣታ እዚ ተዓርዩ ተወዲኡ እንዳበልኩ ስራዕ ኣይከወደእን። ኣየናይ ሻጥር ድዩ ነብኡ ድምዕት ሻጥር እኮ እዩ። ንዓኻ ደኣ ምዕደከዎ ኣብ ዓርጌን። ኣታ ከምዚ ኣብ ነዊሕ ቦሎፎ ጠልጠል ድበለት ንእሽተይ ልቺ ዶ ኮይና ጸኒሓትካ ትኸውን። ኣታ ከምዛ ናይ ሰላም ባንዴራ እምበር ተንበልብል ደላ ትመስል ምስ ተቀይሓ ከ ክትጽብቅ ሓሻኻ ሰለል ዳብል ጸኒሓ ከምዚኣ ኢላ። ከብዳ ገዲፋ ንወዳ ከተኾልስ እኮ እያ ጨርቂ ተሪፋ ትኸውን። ኣታ እዚ ናይ ምሕናቕ ገለ ምስ በልካስ ዕላል ግዳ ኣምጺኻ። ከመይ ኢለ የምጽእ ኣምጺኤወ። ክትሕነቕ ከለኻ ኢሎምኻሲ ሸጡብ ዝእዝንኻ ኮይኑስ ተሓነቕ ኩሉ ተስፋታትካ ዝጊ ዝጊ ዝጊ የብሎምሽ ከምዛ ድዩ ትወግሕ ሎሚ ሓንቲ ተሓነቕ ኣጆኻ እዛ ዓለም እዚኣ ትሪኣ ኣለኻ ተባላሽያ ድሕሪ ሕጂ ናይ መጨረሻ ዓለም እዩ እንታይ ጌርካ ብገዛ ኽራይን ገለን ትሻቐል ኣታ ናብራ ጌርካያ ናብራ ዓለም ክትነብር ድሞ ተኮኒ ብናጻ እዩ ገዛ ድወሃቦ ብለካ ነዛ መቓብር ሕራይ ኢልካ እዛ ገመት ስቕል ምስ ኣበልካ ኸድ እንዳረኣኻዮ ምልቑቕ ኢሉ ኸይድ ኢድካ ሓፍ ኣቢልካ ገመድ ከይተውፅእ ተሓኒቕካ ኢድካ ኣይኮነን ኣፃብዕትኻ ኣይትንቀሳቐሳን እዩ ሸጡ ተበልካስ ሸጡ ትመስክር እንዳኸደ እምበር ክርትም ኢሉ ስሒቑ ዳግም ኣብቲ ገሃነም እሳት ተራኽበና ኢልካ ፅርግፍ በዛ ረባሕኮ ሱሰስ ሕትኮሎ እስኻ ሓቑፍካ ይኮ ክትመስል ድወዓሉ ወዕሊ ኢሎም እንታይ ሰማይ ቫኬሽን ትገብር ዲኻ? ኣታ ኣኪለ እንታይ ገበርናካ ተዛረበና ብነብስና ከይንዛረብ ምሒልና እንዲና ነርና ንዓኹም ይኸቢድ እምበር ብዙሕ እኮ ከቢድ ኣይኮነን ቀሊል ክልተ ሰለስተ እግርስ ብመንፈስ በፂሐ መፅየ ነይረ ውይ ክብል ክነብር ዴ ዘልኣለም ብኣኻ
ኣታ ተዛረባ እንታይ ዳ እንታይ ዳ ክዛረብ ዘረባ እኮ ጠፊእኒ ዘረባ ኣጥፊእኻ ኢኻ ምሳይ ተገቲርካ ደለኻ እንታይ ዳ ክገብር ትሕብር ናበይ ክሕብር እንዳ ፖሊስ እንታይ ዳ ክሕብር ካብ ዝረሃፅ ዘድመፀ እኳ ኢሎምኻ ኣታ ክንደይ ድያ ትናበር ደላ ዘረባ ዘረባ ኣጥፊእኻ ምሳይ ተገቲርካ ፅበየኒ ኣለኻ ዝወደይ ካብ ሞባይል ግዳ ዘረባ ሰሰሪቑ ድየ ንፀለ ኣንታ ፈጣሪ
በጃኽ እባ ጸሎተይ ስማዕ ካብዛ ዓጁዛ ዝባእ ይፈላልየኒ።
ዋእ ከም ጸሎት ዓሻ ከማን ዝስማዕ ዶ የለ ጸሎትካ ደኣ ስማዕ ግን እቲ መልሲ ናይ ጸሎት ንበዓል ናይጀርያ እዩ ድኸይድ ንዓኻ ድመስል ሓበሻ ዶ ኣሎ ኮይኑ
ኣታ እስኻስ ካብ ካልእ ፕላኔት መጻኻ ፍጡር እኳ ኢኻ ትመስል ዩፎ
ሕተተለይ ኣነ ወዲ መን ምዃነይ ሕተተለይ ፍሉጥ እየ ኣነ ወዲ መን ድዩ መሲልካ ኣነ እሂ ደሃይ ኤረትራ እንድያ።
ኪድ ኋል ኣይትንገረና ኣነ ደኣ DNA ጌረ ክፈልጦ ከኣ። እንታይ ከዲነ ሓፍ ዶ ኢለኪ ልዕል ዶ ኢለኪ ብትምህርቲ በሪረ ዶ ከይደኪ በቃ ትምህርቲ ኣብ ቀዳማይ ክፍሊ ኢኺ ኪሮ ሰቂልኪ
ኣታ ምስ ልፍልፍ እንዳ ገዛኻ ኣይትዓሪ ወድኻ ይተስተኻኽል ወድኻ ረድእ ምኸር ዎይ
ናይ ሎሚ ወለዶ ድኣ ትረፍ ብነጻ ኣበል እንዳኸፈልካ ምዒድካዮም ከማን ኣይሰምዑኻን
ኮማንዶ ኮማንዶ ኣዝ ኮማንዶ ምስ በልካ ዝዳሕራላ ኣታ ንዓና ይዓና
ኣብ ሶርያ ዝገበርኮ ከዓ ኣለካ ናይ ራሻ ናይ ሶቤት ሕብረት